መቐለ ካርጎ ኣሎ ድዩ ንትብሉ ዋጋ ትኬት ንትሓቱ ኣጠቓላይ ኣብዚ ሕዚ ግዜ ናይ እሱራት በረራ ኣሎ ድዩ? ብቻ ሓደ ሓደ ነገራት ክነግረኩም እየ እስካብ ቪድዮ ፍጻመ ተኸታተልዎ። ንቻናለይ ሓደሽቲ ዝኾንኩም ሰብስክራይብ ብምግባር ነበራ ዝኾንኩም ከዓኒ ላይክ ሸር ብምግባር ኣበረታትዑኒ ኢኹም። ላይክ ሸር ንትገብሩለይ ከዓኒ ካብ ልቢ እናመስገንኩ እያ ማለት እዩ ደቂ ዓበይቲ ወይ መዓረይ እና ክብራት ኣሕዋተይ ሎማዓንቲ ሓንቲ ነገር ክመኽረክን ብፍላይ ደቂ ኣንስትዮ ኣሕዋተይ ማለት እዩ ያው ደቂ ኣንስትዮ ኢና ኩሉ ነገር ንጭናቕ ገዛ ምስራሕ ድዩ ናይ ገዛ ኣቑሑት ድዩ ብቻ ዝኾነ ይኹን ዝኾነ ይኹን ሓላፍነት እንወስድና እንጭነቕ ደቂ ኣንስትዮ ኢና ደቂ ተባዕትዮ እውን ኣይጭነቕም ማለት ኣይኮነን ግን ከም ደቂ ኣንስትዮ ግን ኣይንኸውንን እዩ እና ደቂ ዓበይቲ ወይ ማዕረይ ከምዚ ከማይ ስደት ይኣኽለና ይኾነና ዓድና ንከይድ እሞ እስኪ ናይ ባዕልትና ናብራ ክንፍትን ናይ ባዕልትና ህይወት ሮሞ ክንመርሕ ኩሉ ግዜ እናሰብ እስከዓ መዓዝ እልክን መጨረሻ በቃ ይኣኽለኒ እዩ እልክን ትመፃ እሞ ሓደ ሓደ ይኽን ኣሕዋተይ ደሞ ኣብ ክልተ ወርሒ ዝምለሳ እኒዋ ኣነ ዝፈልጠን ኣብ ክልተ ወርሒ ተበዚሓ ሰለስተ ወርሒ ይምለሳ እዚ እንታይ እዩ ኣብቲ ዝነበሩ ዓዲ ኮይነን እቲ ኣብ ትግራይ ዝንሄው ኢትዮጵያ ዝንሂ ዘጽንዖ ኦኻሪ ነገር ኮይኑ ይጸንሕን እሞ ካብኡ ልክዕ ምስ መጽኣ ከዓንይ ካብ ትጽቢተን ወጻኢ ይኸውን እና ሓድ ነገር ካብ ኢትዮጵያ ናብ ዓዲ ካብ ስዑዲ ወይ ከዓ ካብ ዓዲ ዓረብ ናብ ትግራይ ሓፈሻዊ ናብ ኢትዮጵያ ክትኣትዉ ከለኹም ኣቕልል ኣቢልኩም ክትሓስብዎ ወይ ከዓኒ ክትመዝንዎ ትኽእሉ ኢኹም ግን ደሞ ከምኡ ኣይኮነን ሕማቕን ፅቡቕን ከም ዘሎ

ክውሕድን ከም ዘለዎ ርእስና ክነእምኖ ኣለና። ሓደ ነገር ርእስና እንድሕር ኣእሚንናዮ ንሕማቕን ንጽቡቕን ንሕማቕ ነገር ወሰንቲ ወይ ከዓ ንዝኾነ ነገርሲ ተሎ ኣይንውስንን፣ ኣይንጣዓስን፣ ኣይንናሳሕን ማለት እዩ እና ሎማዓንቲ ናብቲ ዋና ነገር ክኣቱ እሞ ናብቲ ንዓኻትኩም ይጠቕመኩም እዩ ኢለ ዝመጻእክዎ ቪድዮ ናይ ሎማዓንቲ ካብ ዓዲ ዓረብ ክትመፃ ከለክና ውሽጢ ዓዲ ዘለክን ገንዘብ ንኣብነት ኣብ ስዑድ እንድሕር ደኣ ነርክን ርያል ናይ ስዑድ ይወዶ ናይ ርያል ናይ ስዑድ ርያል ሕዚ ኣነ ክልተ ወርሒ ክልተ ወርሒ ክኸውን ከለኹ ሽዑ ክንደይ ነይሩ ሸርፍተልኩምኒ ከባቢ ኣርባዕን ሽዱሽተን ሽሕ ነይሩ ብቲ ዋና ብላክ ማርኬት ማለት እዩ ኣርባዕን ሽዱሽተን ነይሩ ሕዚ ግን ናብ ሓምሳ ሽሕ ኣብ ክልተ ወርሒ ዘይመልእ ኣርባዕተ ሽሕ ወሲኹ ማለት ኣብ ዓመት ውሽጢ ደሞ ብጣዕሚ ብዙሕ ገንዘብ እዩ ዝውስኽ ስለዚ ኣብ ስደት ኮይንክን እንተስ ብናይ ሓፍትኽን እንተስ ብናይ ኣደኽን እንተስ ብናይ ኣቦኽን ሓፈሻዊ ብናይ ቤተሰብክን ኣካውንቲ ክህልወክን ዝኽእል ብስምክን ኣብ ስደት ዝርከብ ብስሙ ኣካውንቲ ዝኸፍት ውሕድ እዩ ክኸውን እውን የብሉን ምክንያቱም ኣብ ስደት ኮይንኩም ኣካውንቲ ተኸፊትኩም እዚ ኣጋጣሚ ክትመሃርዎ ዘለኩም ኩሉ ግዜ ናብቲ ብስምኩም ዘላ ኣካውንት እንድሕር ኣቲኹሞ እስኻትኩም ዕስራ ዓመት ወይ ዓሰርተ ዓመት ወይ ሓሙሽተ ዓመት ስደት እንድሕር ተቐሚጥኩም እቲ ገንዘብ እውን ኣታዊ ብቻ እምበር ወፃኢ ኣይኸውንን። ኣብ ባንኪ ገንዘብ ተቐሚጡ ኣሎ ማለት ደሞ ስደት ብምስዳድኩም ገንዘብ ብምቕማጥኩም ምንም ትርጉም የብሉን። እንታይ ደኣ ወርሒ ወርሒ ሰራሕኹምዎ ኣጠራቕማ ኣቢልኩም ዕቁብ ኣቲኹም ዝኾነ ነገር ቋሚ ነገር ተዘይገዛእኹምሉ ኣብ ባንኪ ገንዘብ ምቕማጥ ኪሳራ እዩ። ስለዚ ስደት ትኸዱ ከለኹም ብስምኩም ኣካውንት ክፈቱ ግን ብስምኩም ኣካውንቲ ከፊትኩም ትኸዱሞ ካብ ስደት ከይኩም እቲ ደሞዝኩም ርኢኹም በብወርሒ እንታይ ወሰኽ እኒሀዎ ኣብ ሸርፊ ደሞዝ ከይውስኸኒ ድዩ እዚ ኣብዚ ዓመት እዚኣ ክንድዚ ገንዘብ ተሰሪሐ እንታይ ከግዘአኒ ይኽእል ኢልኩም ብደንቢ ሓሲብኩም ላዕላይ ታሕታይ ኣመዛዚንኩም ቤተሰብ ማኺርኩም እቲ ገንዘብ ዝኣኽለኩም እንተኾይኑ ተስ ተለቂሕኹም ተስ ተመርቂሕኹም ተስ ዕቅብ ኣቲኹም ዝኾነ ነገር ትገዝእሉ እንታይ ደኣ ወርሒ ወርሒ ናብ ኣካውንትኹም ዝኣቱ ተኾይኑ ግን ናይ ስደት ትርጉም ኣይህወን ዘሎ ምክንያቱም ሕዚ ናይ ሎማዓንቲ ወርሒ ብሓምሳ ሽሕ እንተልእክና ኣብ ቀፃላይ ወርሒ ድማ ሓምሳን ሓሙሽተ ሽሕን ክትከውን እያ እቲ ገንዘብ እናወደቐ ይኸድ ኣሎ፣ እዚ ማለት እናወደቐ ይኸይድ ኣሎ ክብለኩም ከለኹ ናይ ምግዛእ ዓቕሙሲ ትሑት እዩ፣ እቲ ገንዘብ ክወድቕ ከሎ እቲ ኣቕሓ ይኸብር ኣሎ እና ብስምኩም ገንዘብ ኣይተቕምጡ ክብለኩም ኣይኽእልን ግን ተኣምጡ ትኸሉ ኢኹም ኣብ ሰዓቱ ግን ኣይትጥቀሙልን ሕዚ ነቦኽን ወይ ነደኽን ወይ ንሓውክን እዚኣ ግዘልኝ ከልኪኖ ከይዱ ካብ ኣካውንትኽን ኣየውፅን ንዓኻትክን ይኸፅበት ገንዘብ እንታይ ደኣ ግዴታ ተቐማጢ ገንዘብ ተኮይኑ ተቐምጠኦ ግን ደሞ ዝኾነ ነገር ትገዝኣሉ ተኮይንክን ከዓኒ ብቤተሰብክን ኣካውንት ተዝኸውን ይምከር። ካብኡ ከዓኒ ናብቲ ዋና ቪድዮ ክኣቱ ከለኹ ካብ ስደት ናብ ዓዲ ክትመጻ ከለኽን ምንም ዓይነት ሸርፊ ኣይተሽርፋ ሽሕ ሪያል ድያ ክልተ ሽሕ ሪያል ድዩ ወላ ዓሰርተ ሽሕ ሪያል ይኸውን ወላ ሓንቲ ሪያል ትኹንሲ ኣብ ኢድክን ሒዝክን ንዕነ ክብለክን ይፈቱ ንምንታይ በላኒ ታዘላ ገንዘብ ኩላ ሽሪፍክን ወይ ብኣካውንትክን ወይ ናይ ብናይ ቤተሰብ ኣካውንት እንድሕር ደኣ ጌርክኖ እታ ገንዘብ ንሳ ወይ ክትጥቀማላ ኢኽን ክተጥፍኦ ኢኽን ወይ ከዓነጊ ብቻ ከመይ ገይሮም እየ ከረድአኩም ብቻ ሲ ናይ ዓዲ ናይ ኣብ ዓዲ ዘሎ ኣካውንትኩም ሰይተቐምጥዎ ብናይ ብናይ ስዑዲ ጥረ ገንዘብ ሒዝኩም ተመፂኹም ንኣብነት ንምታይ ሓምሳ ኣይትኸውን ሓምሳ እኮ ከባቢ ክልተ ሽሕ ገለ ክልተ ሽሕን ገለን እኮ እያ ትኸውን ዘላ ብጣዕሚ እዩ ወሲኽና ናይ ስዑዲ ወይ ከዓ ናይ ማንም ዓዲ ክትመፅኣ ከለኽን ኣይተሽርፍኦ እንተስ ኣብ ናይ ኢድ ቦርሳ እንተስ ኣብ ዓብዪ ቦርሳ እንተስ ኣብ ዝኾነ ቦታ ኣቐሚጥክን ተፅንሓኣ እሞ ብጣዕሚ ክችግረክን ከሎ ኣሽሪፍክን ክትጥቀማኣ ከለኽን ብጣዕሚ እያ ተጠቕመክን ምክንያቱ ሓደ ካብ መዓልቲ ናብ መዓልቲ ሸርፊ ብጣዕሚ እዩ ዝውስኽ ካልኣይ ከዓኒ ኣብ ኣካውንትኩም ዘሎ ገንዘብ መጠኑ በዝሑ ኩሉ ግዜ ስለ እትፈልጥዎ ክተውፅኡ ከለኹም ወይ ከዓ ኣታዊ ክትገብሩ ከለኹም ስለ እትሪእዎ እንደዚ ገንዘብ እኒሀና ኢልኩምስ በቃ እንትን ትብሉ ናይ ደገ ገንዘብ ተኮይኑ ግን ዋላ ሚእቲ ሪያል ተቐሚጥኩም እዚ ትሸርፍ እናወሰኸ ስለ ዝኸይድ ዕፅፊ እናኾነ ስለ ዝኸይድ በቃ ብጣዕሚ ሕጉስ እዩ ዝገብረካና ካብ ስደት ክትመጻኢ ከለኽን ዋላ ካብ ሓምሳ ርያል ጀሚራ ክትከውን ትኽእል ብበዝሒ ደሞዝ ካብ ሓሙሽተ ሽሕ ዓሰርተ ሽሕ ተልእክን በለጸ ሒዝክኖ መጺእኽን ኣብ የትም ኣዲስ ኣበባ ኩና ኣብ ትግራይ መቐለ ዓድዋ ሽረ ኣኽሱም ኣብ የትም ኩና ብቻ ግን ኣብ ኢድክን ውሕስና ዘለዎ ቦታ ጌርክን ምሳኽን ተቐሚጥክኖ ንንሓዋት ብጣዕሚ እዩ ዝጠቕመክን ክብለክን ይፈቱ እንታይ ደኣ እቲ ገንዘብ ናይ ደገ ቀይርክና ኣካውንትክን እንድሕር ድኣ ኣሚትክኖ እታ ገንዘብ ንሳ ኩሉ ግዜ ትፈልጣ ኢኽን ክንዲ እዚኣ ኣላትኒ ኢኽን ትብልኣ ካብኡ ክዓ ንዝኾነ ነገር ንኽትገዝኣ እንተኾይንክንስ ጭክን ኣይበልክን ክትገዝኣላ ትኽእላ ኢኽን እዚ ናይ ውጭ ሸርፊ ተኾይኑ ግን ሓደ ይውስኽ እዩ ዘሎ ካልኣይ ከዓነስ በቃ ከምዚ ሓቦ የግብረካ እዩ ኣነ ካብ ሂወተይ ካብ ዝተምሃርክዎ ማለት እዩና እኒህኒ በቃ እዚ ንሽፍ እዚ ክሽፍነለ እዩ እዚ መዓልቲ ከሽርፎ እየ ናወስኸ ከደልልክንስ ሓቦ የግብረክን እዩና ካብ ደገ ትመጽእ ኣሕዋተይ ዋላ ሓንቲ ርያል ትኹን ዋላ ሓሙሽተ ርያል ትኹን ዋላ ሚእቲ ርያል ትኹን እዚ ትጠቕመክን እያ እሞ ተኾነ ብበዝሒ እንተልይክን ኣይተሽርፍኦ እቃ ደጊመ ዓደይ ክኸይድ እየ እሞ ኣብ ነየ ከይደ ከመይ ክገብሮ እየ ከመይ ኢለ ክሽረፈሉ እየ ምናምን ኢልክን ከይተጨነቕክን እቲ ኣብ ኣብየትም ዘለኽን ዓዲ ብዶላር ተኾነ ይምረፅ። ድርሃም ሪያል ካልእ ካልእ ክኸውን ይኽእል ደሞ ሒዝክን እንተመፃኽን እውን ምንም ችግር የብሉይ እና ደሞ ብቐረባ ናብ ዶላር ዝቐይሩ ሰባት ተልዮም ደሞ ብዶላር ደሞ ይምከር ቆንጆ እዩ ዶላር ኣብየትን ቦታ ሰብ ይገዝእካ እዩ እዚ ሪያል ሓደ ሓደ ገንዘብ ግን ብዙሕ ሰብ ስለ ዘይፈልጦ ኣብየትን ቦታ ዘይክትግዝኣ ትኽእላ ዓብዪ ከተማ ገለ ከድክን ወይ ከዓ ባንክ ከድክን እዩ ብበዝሒ ኣብ ዩቱን ባንኪ ማንኛውም ቅርሺ ይሽረፍ እዩ ኣብ ግለሰብ ግን ዶላር እዮም ዝመርጹ ሐዚ ከምኒ ሪያል ከምኒ ድርሃም ካሊእ ካሊእ ገንዘብ ትግለሰብ ማንም ሰብ ብዙሕ ኣይርድኦን ከምዚ ከሎ ድዮ እዩ ዝለካ ኣነ ካብ ዝረኣኽዎ ማለት እዩ እና ብዶላር ዝቐይረልክን ተረኺብክን ብዶላር ኣይኮነን ግን ታዘላ ሸርፊ ሒዝ ታዘላ ናይ ዓድኽን ገንዘብ ሒዝክን ኣንዕሎ እሞ ዋላ ባንክ ከድክን ተሽርፎ ኢኽን ብባንክ ኮነ ብፀሊም ዕዳጋ እናወሰኸ እዩ ዝኸይድና ኣብ ኢድክን ዘለክን ገንዘብ ብናይ ኢትዮጵያ ገንዘብ ከይትቅይርኦ ሒዝክን መጺእክን ኣብ ኢድክን ሓዛ ኣብ ጸገመክን ግዜ ደሞ ተሽርፍኦ ልክዕ ከም ወርቂ ማለት እዩ በቃ ልክዕ ወርቂ ከም ዝገዛእክን እዩ ሓደ ሰብ እኮ ኣብዚ ሕዚ ግዜ ኣብ ኢትዮጵያ እቲ ገንዘብ ይወድቕ ስለ ዘሎ ወይ ናብ ወርቂ እዩ ዝቕይሮ ወይ ከዓ ናብ ናይ ደገ ገንዘብ ናብ ዶላር ድዩ ናብ ዩሮ ድዩ ናብ ካልእ ካልእ ድዩ ቀይሩ እዩ ዘቐምጠ ሰብ ምክንያቱ ናይቲ ቅርሺ ናይቲ ዓድና ቅርሺ ጥቕሚ እናወደቐ ስለ ዝኸድ ዘሎ ሰብ ስለ ዝተረድኦ ናብ ናይ ደገ ገንዘብ እና ወይ ከዓ ናብ ወርቂ ወይ ከዓ ናብ ዝተፈላለዩ ኣቑሑት ኣየኽስረንን ዝብሎ ኣቑሑት እዩ ሰብ እናገዘ ዘቐምጦ ዘለና ደቂ ዓበይቲ ዋይ ደሞ ኣነ ካብ ዝተመሃርኩዎ ህይወተይ ገንዘብ ናብ ናይ ደገ ገንዘብስ ናብ ናይ ኢትዮጵያ ገንዘብ ቀይርክን ሒዝክን ከይትመጻ እታ ዘላትክን ገንዘብ ሕዚ እውን ክነግረክን ዋላ ሓምሳ ሪያል ትኹን ብጣዕሚ እያ ትጠቕመክን ተሽሪፍክና ወዲያም ተጥፋኣ ኢኽን ንሓደ ሓደ ነገር ኢልክን እንተሒዝክና ግን ብጣዕሚ እያ ክተሐጉሰክን ንካሊእ መዓልቲ እቲ ምውሳኽ ኣይኮነን በቃ ብቀሊሉ ሲ ናይ ኢትዮጵያ ገንዘብ ተኮይኑ ችግር ክለክን ከሎ ኣልዕላ ቢልክን ክትጥቀማሉ ኢኽ ናይ ደገ ገንዘብ ተኮይኑ ግን ኣብ ሰዓታ ዘይክተሽርፋ ትኽእላ ብቻ ግን እንደምንም ቢልክን ተጽናሓ ኢኽን ብኡ ልክዕ ደሞ ይጠቕመካ እዩና ናይ ደገ ገንዘብ ዘለክን ሒዝክን ንዕነ ዋላ ሓምሳ ቅርሺ ትኹን ዋላ ሚእቲ ቅርሺ ትኹን ዋላ ሽሕ ትኹን ዋላ ዓሰርተ ሽሕ ይኹን ደሞ በለጸ ማለት እዩና ወይ ከዓ ናብ ወርቂ ቀይርክን ወይ ከዓ ናይ ውጭ ገንዘብ ሒዝክን ንዕነ ናብ ናይ ኢትዮጵያ ገንዘብ ክቐየሮ እየልክን ግን ኪሳራ ኣይትእተዋ ማለት እዩ ክብራት ኣሕዋት።